እግዚኣብሔር ይባረኽ ምእታውና ምውፃእና ካብኡ እዩ ምንባርና ካብኡ እዩ ኩሉ ካብኡን ንዕኡን የስ ኩሉ ካብኡን ንዕኡን ዝኾነ ኣምላኽ ንሱ ጥራሕ እግዚኣብሔር ኣምላኽና እግዚኣብሔር ኣምላኽና ነመስግነካ ኣለና ንስኻ ኣብ ማእከልና ስለ ዘለኻ ነዕብየካ ኣለና ብኩሉ በረኸትካ ትባርኸና ኣምላኽ ንስኻ ኣብ ማእከልና ስለ ዘለኻ ነዕብየካ ኣለና ሕጂ እውን ብቓልካ እግዚኣብሔር ሆይ ክትራኸበና መንፈስካ ጌርካ እግዚኣብሔር ሆይ ምግላፅ ቃል ካባና ከተብዝሕ ቁፃር ዘበለ ክትፈትሕ ረድኤትካ ከተብዝሕ ብሽም የሱስ ናባኻ ንፅልያ ኣለና ዳውና ናባኻ ነልዓል ኣለና ነብስና ንዓኻ ትፅበላ ኩሉ ተጻራሪ ሓይሊ ዘበለ ተቓዋሚ ነዚ ቃል እዚ ከጠፋፍእ ዝመጽእ ክሰርቕን ክጠውይን ዝመጽእ ብሽም የሱስ ንገንሐ ኣለና። ብኢየሱስ ስም ሰራቒ ዘበለ ንገንሐ ኣለና። ቀታልን ሓራድን ክፉእ ካብቲ ክፉእ ዝኾነ ኩሉ ንገንሐ ኣለና። በኢየሱስ ክርስቶስ ስም ንጻረሮ ኣለና። ብሽም የሱስ ንግልብጦ ኣለና። እግዚኣብሔር ኣምላኽና ንስኻ በይንኻ ግን ክብርኻ ገለጽ ንብል ኣለና። ንስኻ በይንኻ ንገስ ልዕል ልዕል በል ንብለካ ኣለና። ንስኻ በይንኻ ተዛረብ። ደቅኻ ካብ እግዚኣብሔር ተማሃርዮም ከም ተባህለ ንስኻ ክትምህረና ንዓኻ ንጽበ ኣለና እግዚኣብሔር ንስኻ ስለ ትምህረና ማእከልና ንስኻ ስለ ዘለኻ ክብሪ ንዓኻ ይኹን ብሽም የሱስ ኣሜን ኣሜን ሃሌሉያ ስም እግዚኣብሔር ይባረክ ኣምላኽና ክኸብር ዝግባኦ ኣምላኽ እዩ ከምኡ ዝበለ ክቡር የለን እ? ሰናይ ንሱ ነታ ትደልዮ ነብሲ ንሱ እንታይ እዩ ሰናይ እዩ ስም እግዚኣብሔር ይባረኽ ነታ ትደልዮ ነብሲ ንሱ ሰናይ እዩ ክብሪ ንኣምላኽ ይኹን ንሕና ካብ ዝደሊናዮ መፂና ስለ ዘለና እግዚኣብሔር ንዓና ሰናይ እዩ እግዚኣብሔር ንዓኻ ሰናይ እዩ በሎ ነቲ ጎንኹም ደሎ ኣሜን ሃሌሉያ እግዚኣብሔር ንዓና ሰናይ እዩ እ፣ እንታይ ኢና ንመሃር ደለና ወይና ቀፂልና ክንከይድ ግዜ ከይከደ ከሎ ቅዱስ ዝኾነ ክህነት ተቐቢልና ኢና ኢልና ኢና ንመሃር ዘለና ኣርባዕተ ነጥብታት ብቐዳማይ ጠቒስና ነርና ገለ ካብ ኣገልግሎት ክህነት ኢልና ኣብቲ ውሽጢ ማእከላይ ዝነበረ ንኡስ ኣርእስታት ማለት እዩ ገለ ካብ ኣገልግሎት ክህነት ኢልና ኣርባዕተ ነገራት ጠቒስና ነርና ትዝክርወን ኢኹም ሕጂ ተመሊሰ ግዜ ስለ ዘየለ ክትንክፈን ኣይክእልን'የ፣ ካብታ ሓምሸይቲ እየ ክቕጽል፣ ሓሙሸይትን ሻድሸይትን ሻውዐይትን ክቕጽለን'የ ሸውዓተ ነጥቢ ኢለኩም ስለ ዝነበርኩ። የሱስ ክርስቶስ ጎይታ እዩ። ስም እግዚኣብሔር ይባረኽ። ስለዚ ቅዱስ ዝኾነ ክህነት ተቐቢልና ስለ ዝኾንና ንሕና ካህናት ኣምላኽ ኢና። ካህናት ስለ ዝኾንና ኸኣ ካህናት ካህን ትኸውን ንምንታይ ኢኻ ንኸተገልግል ኢኻ። ስም እግዚኣብሔር ይባረኽ። ክህነት ማለት ንኣምላኽ እተገልግለሉ ባይታ ምፍጣር ማለት እዩ። ስለዚ ኣምላኽ ዕድል ይህበካ፣ ኦፖርቹኒቲ ይህበካ፣ ንዕኡ ከተገልግለሉ፣ ኣብ ቅድሚኡ ንክትመላለስ ባህ ንኸተብሎ። ስለዚ ገለ ከነገልግሎ ዝግባኣና ከም ካህናት ኣምላኽ እውን ምስ ናይ ብሉይ ኪዳን እንዳረኣኣና መጽሓፍ ቅዱሳዊ ዝኾነ ሓድሽ ኪዳን ኣርባዕተ ነጥቢ ርኢና ነርና ሓምሸይቲ ሎማዓንቲ ንመሃራ ከምኡ ቀፂልና ክንርኢና ሽዱሽተን ሸውዓተን መብራህቲ ክበርህ ይሕልውዎ ሓምሸይቲ መብራህቲ ክበርህ ይሕልውዎ ሓምሸይቲ እንዲና ሓቂ ምሽ ኣርባዕተ ሪናያ ኒና ምሽ ሓቂ የሱስ ክርስቶስ ጎይታ እዩ ሓምሸይቲ መብራህቲ ክበርህ ይሕልውዎ ካብ ሓደ ካብቲ ኣገልግሎቶም ካህናት እንታይ ይመስለኩም ሓደ ካብቲ ኣገልግሎቶም ካህናት መብራህቲ ምእንቲ ከይጠፍእ መብራህቲ ምእንቲ ክበርህ ኩሉ ሳዕ ዘይቲ ምእንቲ ከይጎድሎ ዘይቲ ምእንቲ ኸይጐድሎ፣ በሪሁ ኽረኣ ምእንቲ ዅሉ ሳዕ፣ ሓደ ኻብቲ ኣገልግሎቶም እዩ። ማንም ሰብ ኣይኰነን እዚ ዚገብሮ። ኣብ ቅድስቲ ኣትዩ ናይ መብራህቲ ነገር ዚከታተል ማንም ሰብ ኣይኰነን። መን እዩ ዚከታተል እዚ ዘይቲ ከይውሕድ፣ ፕላስ ድማ ከይጠፍእ ዅሉ ግዜ በሪሁ ኽረኣ ዚከታተሎ መን እዩ እንተ ኢልኩምኒ፣ ካህናት እዮም። የሱስ ክርስቶስ ጐይታ እዩ። ኣብቲ መቕደስ እዚ መብራህቲ እዚ ኽህሉ ኸም ዘለዎ እግዚኣብሄር ኣዚዙ፣ ንኸይጠፍእ ምእንቲ ዅሉ ሳዕ በሪሁ ኽርአ፣ ዘይቲ ድማ ምእንቲ ኸይጐድሎ ዅሉ ሳዕ እግዚኣብሄር ንኻህናት ድማ እዚ ዕዮ እዚ ሂብዎም። የሱስ ክርስቶስ ጐይታ እዩ። ኣብ ዘጸኣት ዕስራን ሓሙሽተን ካብ ሰላሳን ሓደን ስጋብ ኣርባዓ ዘሎ ክትርእይዎ ትኽእሉ ኢኹም። ዘፀኣት ዕስራን ሓሙሽተን ሰላሳን ሓደን ስጋብ ኣርባዓ ፕላስ ድማኒ ዘፀኣት ዘለዋውያን ሶሪ ካልእቲ ዘለዋውያን ዕስራን ኣርባዕተን ሓደ ስጋብ ኣርባዕተ ከዓኒ ዘሎ ከባቢ ክትሪእዎ ትኽእሉ ኢኹም ካልእ እውን ኣሎ ብዙሕ ዝዛረብ እዚኤን ከም መበገሲ ኦኬ የሱስ ክርስቶስ ጎይታ እዩ ኣብዚ ንመሃሮ ዘለና ከምቲ ዝበልናዮ ብዛዕባ ብሉይ ኪዳን ክህነት ክንመሃር ደሊና ማለት ካህናት ከመይ ይገብሩ ነይሮም ገሌናስ ታሪክ ጥራሕ ክንዝርዝር ኣይኮናን ኣብዚ ቆምና ዘለና ወይ ድማ እዚ ንመሃሮ ዘለና ከም ተተባሃልና እንታይ እዩ ንዓና ገለ ነገር ካብኡስ እንታይ እዩ ይመረና ከም ካህናት ኣምላኽ ወይ ድማ ከም ካህናት ናይ ሓድሽ ኪዳን ሰባትሲ ንዓና እንታይ ይብለና እዩ እቲ ኣርእስትና ዘሎ። ገለ ነገር ንዓና ከነትርፍ ወይ ድማ ኣገልግሎትና ክንፈልጥ እቲ ቀዳማይ ናይ ክህንነት ነገር ኣስተውዒልና ብኡ ክንኣትውን ክንወፅን ካብኡ ከይነጉድል ምእንቲ ኢና ንመሃር ዘለና። ምክንያቱ ንሕና እንታይ ኢና? ካህናት ኢና። ቅዱስ ዝኾነ ክህነት እተቐበልና ኢና። የሱስ ክርስቶስ ጎይታ እዩ። ስም እግዚኣብሔር ይባረኽ። እዚ ቅዱስ ዝኾነ ክህነት ተቐበልና ስለ ዝኾንና ሓደ ካብቲ ኣገልግሎትና እንታይ እዩ? መብራህቲ ምእንቲ ከይጠፍእ ኩሉ ሳዕ እንታይ ምግባር? ምሕላው። የሱስ ክርስቶስ ጎይታ እዩ ኩሉ ሳዕ በሪሁ ምእንቲ ክረእ ኣብ ቅድስተ መብራህቲ ዘይቲ ምእንቲ ከይጎድሎ ጭልምልም ምእንቲ ከይብል የሱስ ክርስቶስ ጎይታ እዩ እዚ እዩ ዕዮና እዚ ከዓ ኣምላኽ ክኸብረሉ ነገር እዩ መፅሓፍ ቅዱስ ግን ኣብ ሓድሽ ክዳን እንታይ ይብለና ንውልዖ ከምኡ ነገር ኣሎ ድሕሪ ኢልኩምኒ ኣብ ዘፍጥረ ኣብ ራእይ ዮሃንስ ክዛረብ ከሎ ብዛዕባ እቶም ሸውዓተ ከዋኽብትን ሸውዓተ ቀንዴላትን ክዛረብ ከሎ ምዕራፍ ሓደ ራእይ ዮሃንስ እንታይ ተርጊሞ ባዕሉ እቲ ቃል ክዛረብ ከሎ እዚ ድማ እተን ማሕበራት እየን ኢልዎ ሸውዓተ ቀንዴላት መን እየን ኢልዎ ማሕበራት ማሕበር ማለት ኣነ ንስኻትኩምን ማለት እዩ የሱስ ክርስቶስ ጎይታ እዩ። ማሕበር ማለት ኣነ ንስኻትኩምን ማለት እዩ። ሕጂ እነብርሆ መብራህቲ የለን። ንሕና ኢና ንበርሃሉ ንኣምላኽ ንሕና ኢና መብራህቲ ኮይና ንኣምላኽ እንመላለሰሉ። ስለዚ ንስኻ ኢኻ ቀዋሚ ቀንዴል፣ ንስኻ ኢኻ መብራህቲ ኣብ ሓድሽ ኪዳን፣ ንስኻ ኢኻ ዘይቲ ክጎድለካ ዘይብሉ ኩሉ ሳዕ፣ ንስኻ ኢኻ ኩሉ ሳዕ በሪህካ ክትርህ ዘለካ። ኣብ ቅድስተ ኩሉ ሳዕ ክበርህ ከም ዘለዎ መብራህቲ ኮንካ ንስኻ ኩሉ ሳዕ ክትበርህ ደለካ ኣምላኽ ድኸብረሉ መብራህቲ ንስኻ ኢኻ ቀንዴል ኣምላኽ ኣብ ሓድሽ ኪዳን ንስኻ ኢኻ ንስኺ ኢኺ የሱስ ክርስቶስ ጎይታ እዩ ንሕና ኢና ስለዚ ንሕና ኩሉ ሳዕ በሪና ክንርህ ኣምላኽ ይደልየና ኣብ ከረን ዘላ ከተማ ኢሉ ዮሃን ማቴዎስ ምዕራፍ ሓሙሽተ ጥቕሲ ዓሰርተ ክልተ ከባቢ ደሎ ትርእይዎ ትኽእሉ ኢኹም ኣብ ከረን ዘላ ከተማ ክትክወል ኣይከኣላን ኢሉ የሱስ ክርስቶስ ጎይታ እዩ መጀመርያ ግን እንታይ ኢሉ ንስኻትኩም መብረ ብርሃን ዓለም ኢኹም ኢልና ንስኻትኩም ብርሃን ዓለም ኢኹም ኣብ ብርሃን ዓለም ኢኹም ኣብ ከረን ዘላ ከተማ ድማ ክትክወል ኣይከኣላን እዩ ንመብራህቲ ኣብ ቀዋሚ ቀንዴል ከንብርዎ እምበር ኣብ ትሕቲ ኸፈር ከንብርዎ ኣየብርሁን እዮም ከምኡ ከዓ ነቲ ፅቡቕ ግብርኹም ሪኦም ነቲ ኣብ ሰማይ ዘሎ ኣቦኹም እንተ ከመስግንዎ ብርሃንኩም ኣብ ቅድሚ ሰብታ ይግበር ይብራህ ይብራህ እስኪ በሉ ሓውልኩም ብሩኻት ኣሜን ስም እግዚኣብሔር ይባረኽ ይብራህ ስለዚ ብርሃንኩም ኣብ ቅድሚ ሰብ ይብራህ ኢልና ስለዚ ንሕና ኢና ክንበርሃሉ ዘለና በሪኡ ክረአ ዘለዎ ኣምላኽ ዝደልዮ መብራህቲ ዝብሎ ሓድሻ ንመን እዩ እንተልኩምኒ ንዓይን ንዓኻትኩምን እዩ ንሕና ኢና በሪእና ክንረአ ዘለና ንሕና ኢና ክንበርህ ዘለና ንሕና ኢና ዘይቲ ክጎድለና ዘይብሉ ከምቲ ቀዳማይ ዮሃንስ ብቀዳማይ ድረኣናዮ እቲ ቅብኣቱ ብዛዕባ ኩሉ ይነግረኩም ስለ ዘሎሲ ሓደ እኮ ክምህረኩም ኣየድለየኩምን ኢሉና እቲ ቅብኣት ከዓ መን ኣብ ዮሃንስ ከዓ እንታይ ኢልዎ ኣነ ምስ ከድኩ ኣነ ተኸድኩ ሕሸኩም እቲ ብድሕረይ ዝመፅእ ካባይ ወሲዱ ክነግረኩም እዩ ፕላስ ከን እዩ ዝነገርኩኹም ዘበለ ኩሉ ከዘክረኩም እዩ ብኩሉ ሓቂ ክመርሓኩም እዩ ክምህረኩም ኢልና ስለዚ መንፈስ ቅዱስ እዩ መንፈስ ቅብኣት መንፈስ ቅዱስ እዩ መንፈስ ቅብኣት ስለዚ ዘይቲ ከይጎድል ኩሉ ሳዕ ዝሕልውዎ ዝነበሩ ምእንቲ ኸይጠፍእ ዅሉ ሳዕ ዚሕልዎ ዝነበሩ መብራህቲ ምእንቲ ኺበርህ፣ ኣነን ንስኻትኩምን ድማ ኵሉ ሳዕ ክንበርህ፣ መንፈስ ቅዱስ ኣብ ህይወትና እንዳ ሓለናዮ፣ ነቲ ንመዓልቲ ምድሓን ተሓተምክሉ መንፈስ ቅዱስ ኣይተጕህይዎ ኸም እተባህለ፣ ንዕኡ ኸየጕሃናዮ፣ ንዕኡ እንዳ ሓጐስናዮ ባህ እንዳ ኣበልናዮ፣ መንፈስ ኣይተጥፍኡ ኸም እተባህለ፣ መንፈስ ከየጥፋእና ዅሉ ሳዕ ኽንመላለስ ኣምላኽ ይደልየና። የሱስ ክርስቶስ ጐይታ እዩ። ስም እግዚኣብሔር ይባረኽ ርዳእካ ደሎ በሎ እስኪ ነቲ ጎንኹም ዘሎ ክብሪ ንኣምላኽ ይኹን ሕርደይ ርዳሃሉ ኢሉ ከም ብላ ስም እግዚኣብሔር ይባረኽ ደግመሉ ክእለ ክብሪ ንኣምላኽ ይኹን ሕጂ ኣብ ሓድሽ ኪዳን መ- እቲ ዘይትና መንፈስ ቅዱስ እዩ መንፈስ ቅዱስ እዩ ዘይትና ስለዚ ብመንፈስ ቅዱስ ኢና ንሕና ሻይን ንገብር ብመንፈስ ቅዱስ ኢና ንበርህ ብመንፈስ ቅዱስ ኢና በቃ ብኹሉ ነገር ንዓለም ንኸድና ብብርሃንና ብርሃን ዓለም ኮይና ሻይን እንዳገበርና እንዳበራህና ንኸይድ ስም እግዚኣብሔር ይባረኽ ብዘይ ዘይቲ መብራህቲ ክበርህ ከም ዘይኽእል ንሕና ድማ ብዘይ መንፈስ ቅዱስ ክንበርህ ኣይንኽእል ኢና ስለዚ ኩሉ ሳዕ መንፈስ ቅዱስ መጽሓፍ ቅዱስ እንታይ ኢሉና መንፈስ ኣይተጥፍኡ ኢሉና ዘይቲ ኣይተጉድሉ ማለት እዩ ምእንቲ ክትበርሁ ከም ብርሃናት ኮንኩም ኣብ ዓለም ምእንቲ ከተብርሁ ምእንቲ ክትበርሁ ኣብ ቅድሚ ሰብ ብርሃንኩም ይብራህ ከም ተባህለ ኣብ ቅድሚ ኩሉ ብርሃናት ኮይና እንዳበርሃና ሻይን እንዳገበርና እንዳበርሃና ምእንቲ ክንከይድ ስም እግዚኣብሔር ይባረኽ ብርሃናት ኮይና ክንመላለስ ምእንቲ ብመንፈስ ቅዱስ እዩ ብዘይ መንፈስ ቅዱስ ክትበርህ ኣይትኽእልን ኢኻ መንፈስ ኣይተቕጥፉ ኢልና ነቲ ንመዓልቲ ምድሓን ተሓተንክሉ መንፈስ ቅዱስ ኣይተጉህይዎ ኢልና ንዕኡ እንታይ ኣብልዎ ባህ ኣብልዎ ሚንስ ብኡ ምሉ ጸመ እንተሎ ኣይስተ ኢሉ መጽሓፍ ቅዱስ የሱስ ይሰበካ ክብሪ ንኣምላኽ ይኹን ስለዚ ከምዘይቲ በቃ ቦቕቦቕ ኣቢልካ ትመልኦ ሽዑ ትበርህ ሽዑ ሻይን ትገብር ብኹሉ ነገር ስም እግዚኣብሔር ይባረኽ መንፈስ ቅዱስ እዩ ዘይትና መንፈስ ቅዱስ መንፈስ ቅብኢ እዩ ክብሪ ንኣምላኽ ይኹን። ብዘይ ብእኡ ክትበርህ ኣይትኽእልን ኢኻ። ብዘይ ዘይቲ መብራህቲ ክበርህ ከም ዘይኽእል ብዘይ መንፈስ ቅዱስ ክትበርህ ኣይትኽእልን ኢኻ። ናይ ሓድሽ ኪዳን መብራህቲ ኣብ ቤት መቕደስ ኩሉ ሳዕ በሪሁ ክረኣ ዘለዎ ኣነን ንስኻትኩምን ኢና። ኩሉ ሳዕ ሻይን ክንገብር ክንበርህ ንኣምላኽ ኣኽቢርናዮ ክንሓልፍ ከኣ መንፈስ ቅዱስ ኣብ ህይወትና ምሕላው የድልየና። ኩሉ ሳዕ ብመንፈስ ክንምላእ የድልየና። መንፈስ ከይነጥፍእ ክንፈርህ ፍርሃት ኣምላኽ ክህልወና ግባእ። ስም እግዚኣብሔር ይባረኽ ብኡ እንዳተመላእና ኣብ ጸጽባሕ ብመንፈስ ቅዱስ ንሓደ ልኩም ክትዘራረቡ ከለኹም ስታይ ግበርኩም ይልና መንፈስ ቅዱስ ይምላክ መንፈስ ይምላኩም ስለዚ መንፈስ እንዳተመላእካ እንዳበራህካ መንፈስ እንዳመላእካ እንዳበራህካ መንፈስ እንዳመላእካ እንዳበራህካ ክትከይድ እዩ ፍቓድ ኣምላኽ ስም እግዚኣብሔር ይባረኽ ብኡ ከም መጠን ዝመላእናየን ኣቦ ከም መጠኑ ከዓኒ ሻይን ንገብር ንበርህ እንድሕር ደኣ ብርሃንና ክጠፍእ ኢሉ ኣምላኽ ባህ ኣይብሎን እዩ። ኣምላኽ ብምንታይ እዩ ዝኸብር እንተ ኢልኩምኒ ንሕና ክንበርህ ከለና ምክንያቱ እንታይ ጌርና ንዓና ብርሃን ዓለም ኢኹም ኢልና ብርሃን ዓለም ኢኹም ኣብ ከረን ዘላ ከተማ ክትክወል ኣይከኣላን ኣብ ቅድሚ ሰብ ድማ ብርሃንኩም እንታይ ግበር ኢልና ይብራህ ብርሃንኩም ይብራህ፣ ነቲ ጽቡቕ ግብርኹም ርእዮም ነቲ ኣብ ሰማይ ዘሎ ኣቦኹም ምእንቲ ክመስግንዎ። ንምንታይ ኢና ኣብዚ ኮንና ዘለና ብሩኻት? ኣምላኽ ምእንቲ ክኸብረልና፣ ኣምላኽ ምእንቲ ክነግሰልና፣ ኣምላኽ ምእንቲ ልዕል ልዕል ክብለልና። ንምንታይ ኢኹም ተፈጢርኩም ኢልና ንውዳሰ ክብሪ ጸጉ ኢና ተፈጠርና። ንዕኡ ኢና ተፈጢርና። ንወዱ ምእንቲ ክንመስል ቀደም መደበና እዩ። ንዕኡ ምእንቲ ክንመስል፣ ንዕኡ ምእንቲ ከነኽብሮ። ንዑ ባህ ኣቢልናዮ ምእንቲ ክንሓልፍ ነዚ ኢና ተፈጢርና ዘለና፣ ነዚ ኢና ኣብዚ ኾይንና ዘለና። ስለዚ ንዑ እንድሕር ደኣ ኾይንና ሃሊና ኾይንና ብርሃንና ክበርህ ኣለዎ ኩሉ ሳዕ። ብርሃንና ክበርህ ድማ መንፈስ ቅዱስ ኩሉ ሳዕ ኣብ ህይወትና ከነስተውዕሎ ክንክእል ኣለና፣ ክንርድኦ ክንክእል ኣለና። ውሉድ ኣምላኽ ብመንፈስ ቅዱስ ይምርሑ እዩ ዝብለና። ብኡ ይበርሁ ማለት እዩ። ብኡ በርሁ፣ ብኡ ምርሑ፣ ብኡ በርሁ፣ ብኡ ሻይን ይገብሩ። ስም እግዚኣብሔር ይባረኽ ብመንፈስ ቅዱስ ውሉድ ኣምላኽ ስለ ዝኾና ብዘይ መንፈስ ቅዱስ ግን ወላ ሓንቲ ነገር ከተብርህ ኣይትኽእል ኢኻ ብዘይ ዘይቲ መብራህቲ ከብርህ ከም ዘይኽእል ወላ ሓንቲ ነገር ክትገብር ኣይትኽእል ኢኻ ዘይትና መንፈስ ቅዱስ እዩ ስም እግዚኣብሔር ይባረኽ በዚ ኢና ክንበርህ ንኽእል በዚ ኢና ክንኣትውን ክንወፅእ ንኽእል ናይ ኤፌሶን ከንብባ እሞ ኤፌሶን

ምዕራፍ ሓሙሽተ ጥቕሲ ሸሞንተ ክሳብ ዓሰርተ ዘሎ ፍረ ብርሃን ፍረ ብርሃን ማለት ፍሬና ማለት እዩ ብርሃን መን ኢልና ኣለና ንሕና ኢና ስለዚ ፍረ ብርሃን ክብል ከሎ ፍሬና ፍረ ብርሃን ብሰናይ ዘበለ ብፅድቅን ብሓቅን እዩ ቀደም ፀልማት ነርኩም ኢኹም እሞ ብጎይታ ግና ሕጂ ብርሃን ኢኹም ንጎይታ ዘሐጉሶ እንዳመርመርኩም ከም ደቂ ብርሃን ኮንኩም እንታይ ግበሩ ተመላለሱ ንጎይታ ዘሐግሶ እንዳመርመርኩም እንዳመርመርኩም ምምርማርና ክኸውን ከሎ ዘለዎ ወይ ድማ ምብልሓትና ክኸውን ዘለዎ ኩሉ ሳዕ ንመራምሮስ ከመይ ተገይረ እየ ንኣምላኽ ባህል ዘብሎ ከመይ ተገይረ እየ ዘሐግሶ እንዳተመራመርኩም እዩ ትብለና ከመይ ጌርካ ዝተሐጉሶ በቃ ትፅዕር ትባላሓት ከመይ ጌርካ ባህ ተብሎ ከመይ ጌርካ ተሐጉሶ ከመይ ጌርካ በቃ ንኽብሩ ትኸውን ታርጌት ሃሪምካ ትሓልፍ እዚ ነዚስ ተመራመሩ ኢልና ከም ምንታይ ከም ደቂ ብርሃን ምክንያቱ ንሕና እንታይ ኢና ብርሃናት ኢና ምክንያቱ ኣቦና እንታይ እዩ ኣቦ ብርሃን እዩ እሱ ኣቦ ብርሃናት እዩ ያዕቆብ ምዕራፍ ሓደ ጥቕስ 17 ኣቦ ብርሃናት ኢልዎ ኣሎ ናብቲ ካብቲ ምምላስ ጽላሎ ዘይብሉ ኣቦ ብርሃናት ኢልና ምምልላስ ጽላሎ ዘይብሉ ኣቦ ብርሃናት ንሱ ኣቦ ብርሃናት እዩ ስለዚ ብርሃን እንተዘይኮንካ ኣቦኻ ኣይኮነን ማለት እዩ ንሱ ኣቦ ብርሃናት እዩ ኣቦ ጸልማት ኣይኮነን ኣቦ ሓሶት ኣይኮነን ኣቦ ጥውይዋይ ነገራት ኣይኮነን ኣቦ ክፍኣት ኣይኮነን ኣቦ ፀልማት ኣይኮነን እሱ እንታይ እዩ ኣቦ ብርሃናት እዩ ስለዚ ኣቦ ብርሃናት ስለ ዝኾነ ከም ኣቦና ንሕና ድማ ከም ደቁ ኮይና ክንመላለስ ክንነብር ብብርሃን ክንኣትውን ክንወፅን ወይ ድማ ከም ደቂ ብርሃን ኮይና ሻይን ክንገብር እዩ ፍቓድ ኣምላኽ ብመንፈስ ቅዱስ እንዳ ብርሃና ክንከይድ

ደቂ ብርሃናት ስለ ደቂ ብርሃን ኣቦ ኣቦኹም ብርሃን ስለ ዝኾነ ንስኻትኩም ድማ ደቁ ስለ ዝኾንኩም ብርሃናት ስለ ዝኾንኩም ከም ደቂ ብርሃን ኮንኩም ተመላለሱ ብምንታይ ብሓቂ ብጽድቂ ብቕንዕና ተመላለሱ በዚ ነቲ ጽቡቕ ግብርኹም ርዮም ነቲ ኣብ ሰማይ ዘሎ ኣቦኹም ምእንቲ ከመስግኖ ብርሃንኩም ኣብ ቅድሚ ሰብ ይብራህ ኢልና ጽቡቕ ግብሪ ግበሩ ብጽቡቕ ግብሪ ተመላለሱ ፍቓድ ኣምላኽ ዘበለ ኩሉ ፈጽሙ ብለና ኣሎ እዚ እቲ ብርሃንና ስም እግዚኣብሔር ይባረኽ ካብ ርእሱ እዩ ሰብ ግን ጽቡቕ ክገብር ኣይክእልን እዩ። ካብ ርእሱ እዩ ሰብ ግን እንዳበረኸ ክኸይድ ኣይክእልን እዩ። ብመንፈስ ቅዱስ ጥራሕ እዩ እንዳበረኸ ክኸይድ ዝኽእል። ብመንፈስ ቅዱስ ጥራሕ እዩ ብሓቂ ክመላለስ ዝኽእል፣ ብቕንዕና ክመላለስ ክኽእ- ዝኽእል ወይ ድማ ብፍርሃት ኣምላኽ ክመላለስ ዝኽእል። የሱስ ክርስቶስ ጎይታ እዩ። እተን ዓሰርተ ደናግል እንታይ እየን ገይረን? ዓሰርተ እየን ብርሃናት ነይርወን ሓቀይ በብርሃነን ሒዘን መፅኤን ይጽበያ ነይረን ደሓር ግን እቲኤን ዘይተን ኣውሒደን ስለ ዝነበራ ዘይቲ ይነበረንን እንዲ ከመጀመርያ ነይርወን ደሓር ግን ኣውሒደን ስለ ዝነበራ ጠፊኡ ናይቲኤን ግን ስጋዕ ንደሓር ደጽንሕ ነገር ነይርወን የሱስ ጎይታ እዩ ስለዚ መሊኤን ስለ ዝነበራ መብራህተን ስጋዕ ጎይታ ዝመጽእ ስጋዕቲ ጎይተን ዝመጽእ መርዓዊ በሪሁ ደሚቑ እንታይ ከዓ ረኺበን ዕድል ረኺበን ንኸኣትዋ የሱስ ክርስቶስ ጎይታ እዩ ንኸኣትዋ ነቲኤን ግን እንታይ ኢልወን ኣይፈልጠክን ነይርወን ንምንታይ መብራህተን ስለ ዘየብርሃ መብራህተን ከብርሃ ከኣ ዘይቲ ከምጻ ነይርወን ዘይቲ ከምጻ ከዓኒ ግዜ ኣብ ህጹጽ ሰዓት ኮይኑ ወላ ሓንቲ ነገር ክገብራ ኣይከኣላ ሕጂ ኣብ ሓድሽ ኪዳን ነብርሆ መብራህቲ የለን መብራህቲ ንሕና ኢና ጎይታ ንሕና ክንበርሃሉ እዩ ዝደሊ ንሕና ክንበርሃሉ ንሕና ክንደምቀሉ ንሕና ሻይን ክንገብረሉ እዩ ኣምላኽና ዝደሊ ስም እግዚኣብሔር ይባረኽ ንዓናይ ብርሃናት ገይርና ሕጂ ንስኻትኩም ብርሁ ኢልና ንዓና ንሕና ኢና ክንበርሃሉ ዘለና ስም እግዚኣብሔር ይባረኽ እዚ ግና ክሳዕ መዓስ እንተኢልና ክሳዕ ጎይታ ዝመፅእ ስጋ ኣብቲ መርዓ ንኣቱ ኩሉ ሳዕ ብብርሃን ክንመላለስ ከም ደቂ ብርሃን ኮይና ክንኣቱን ክንወፅን የድልየና መንፈስ ቅዱስ ኣብ ህይወትና እንዳዓዘዘ ክኸይድ ብኡ እንዳተኸታተልና ብኡ እንዳስተውዓልና ስም እግዚኣብሔር ይባረኽ እንድሕር ደኣ መብራህትኻ ዘይተብርህ ኮንካ ምናልባት ጎይታ ክዓጽዎ ክእል እቲ ደገ ከምታ ትብላ ዘላ እታ ጥቕሲ ኣብቲ መርዓ ዘይክትኣቱ ትኽእል ኢኻ መብራህትኻ እንድሕር ደይተብርህ ኮንካ ብፀልማት እንድሕር ትመላለስ ሃሊኻ ኮንካ ግብሪ ፀልማት ፍሉጥ ኢልዎ መፅሓፍ ቅዱስና ግብሪ ፀልማት እንታይ ፍሉጥ ኢልዎ ስለዚ እቲ ግብሪ ፀልማት ሓዲግና ግብሪ ጸልማት ሓዲግና እንታይ ደኣ ከም ደቂ ብርሃን ኮይና ስለዚ ብኹሉ ኩሉ ሳዕ እንታይ ኢኻ ትምርምር ኣብ ብርሃን ኣለኻ ምሽ መሊስካ ከመይ ኢልካ ትበርህ ከኣ መሊስካ ትምርምር ከም ደቂ ብርሃን ኮንኩ ንጎይታ ዘሐጉሶ እንዳ መርመርኩም ኢልና ንጎይታ ዘሐጉሶ እንታይ እንዳ ገበርኩም እንዳ መርመርኩም ሎሚ በሪህካ ኣለኻ መሊስካ ብርሃንካ ከመይ ኢልካ ትውስኽ ትምርምር ትምርምር መርምር በሎ ነቲ ጎንኹም ዘሎ ትምርምር እንታይ ትምርምር መስለኩም ኣብ ብርሃን ኮንካስ ከመይ ኢልካ ብርሃንካ ትውስኽ ከመይ ኢልካ ኣጸቢቕካ ትበርህሲ ትምርምር በቃ ከመይ ኢለ ሕጂ ከ ጸቢቐ በርህ ከመይ ኢለ ሕጂ ከኣ ጸቢቐ በርህ ከመይ ኢለ ሕጂ ከኣ ጸቢቐ ብርሃነይ የድምቖ እዚ እንዳበልና እንዳመርመርና ኩሉ ሳዕ ክንከይድ ከለና እዚ እዩ ፍቓድ ኣምላኽ በዚ እዩ ዝኸብር ጎይታ ስጋዕ እዛ ዘለናያ ብርሃን ከማን ጎይታ ናይ ደ እንታይ ደኣ ብርሃኑ ዘይውዳእ ስለ ዝኾነ መመሊስና እናደመቐ ብርሃንና ክኸይድ እዩ ዝደልዩ ከምቲ ሰማይ ኣቦኹም ፍጹም ዝኾነ ንስኻትኩም ከዓ ፍጹማት ኩኑ ኢልና ስጋዕ ከምኡ ክንበሪ እዩ ጎይታ ዝደልየና ስም እግዚኣብሔር ይባረኽ ነብርሃሉ መብራህቲ የለን ኣብ ሓድሽ ኪዳን ንሕና ኢና መብራህቱ ክንበርህ ዘለና የሱስ ክርስቶስ ጎይታ እዩ ኣብ ገዛ ትንብቡ ሓንቲ ጥቅሲ ክበኩም ግዜ ከይድ ስለ ዘለው ክትንክፈን ክውደእን ኣለን ሎማዓንቲ ናይ ግድን ፍሊጵ ምዕራፍ ክልተ ጥቅሲ ዓሰርተ ኣርባዕተ ስጋብ ዓሰርተ ሽዱሽተ ዘሎ ከባቢ ከዓ ረእይዎ ይኹን ስለዚ ንሕና ኢና መብራህቲ ኣብ ሓድሽ ኪዳን ንሕና ኢና ክንበርህ ዘለና ብርሃን ኢኻ መሊስካ ብርሃንካ ከ ከመይ ካብኡ ዝሰማዕናዮ ነገር ሓንቲ ኢሉ ዮሃንስ ንሱ እንታይ ምዃኑ? ብርሃን ምዃኑ። ኣብኡ ኸኣ ሓንቲ እኮ ጸልማት ዝበሃል ከም ዘየለ እዚኣ ኢና ፈሊጥና ኢና። ጸልማት ዝበሃል የለን ኣብ ኣምላኽ። እንታይ ንሱ? ብርሃን እዩ። ስለዚ ብርሃን ስለ ዝኾነ ከም ደቂ ብርሃናት ኮይና ብብርሃን ክንመላለስ እዩ ጎይታ ዝደሊ ኩሉ ሰዓት ብሓቅን ብጽድቅን ምቕንዕና ነዚ ካብ ሓቂ እዚ መሊስካ ሓቂ ተውፅእ ስም እግዚኣብሔር ይባላል ካብ ቅንዕናስ መሊስካ ቅንዕና ተውፅእ ከምዚ እንዳገበርና ክንከይድ እዩ ፍቓድ ኣምላኽ የሱስ ክርስቶስ ጎይታ እዩ። ብኹሉ ሕልናና ንዕኡ እንዳምሰልናዮ ብኹሉ ፍቓድ ኣምላኽ እንዳመርመርና ክንመላለስ እዚ ፍቓድ ኣምላኽ ሻድሸይቲ ድማ ሻድሸይቲ ከዓኒ ምስ ግዜና ክንከይድ ስለ ዘለና ይወዳእ ኣለኒ ኣሎ መዓልቲ እዚ ይኸይድ ኣሎ ግዜ ፍርዲ ይፈርዱ ሻድሻይ ድማ ፍርዲ ይፈርዱ ስለዚ ኣገልግሎትና ከዓ ፍርዲ ምፍራድ እዩ እም? የሱስ ክርስቶስ ጎይታ እዩ ምፍር- ንፈርድ ኢና የሱስ ክርስቶስ ጎይታ እዩ ግን ኣበይ ኢና ከመይ ኢና ንፈርድ ግን ክንደይ ኢና የሱስ ክርስቶስ ጎይታ እዩ ክትሰንብዱ ቀዲምኩም ማቴዎስ ሸውዓተ

ፍርዲ ካህን እዩ ዝፈርድ እንታይ ይብል እዚ ለምጻም እዩ ይብሎ ካብ ህዝቢ ይፈለ ብሎ እዚ ገዛ እዚ እገለ ለምጺ ኣለዎ ገለ ትንኳዕ ኣለዎ ገለ ኢሉ ነቲ ገዛ እንዳ ጓሓፍ ይገብሮ ከምኡ እንዳ ገበረ ንገዛ ድዩ ንንብረት ድዩ ንእንስሳ ድዩ ንሰብ ድዩ ከከም ፍርዱ እንዳ ሃበ ንኩሉ ነገር እንዳ መርመረ ምናልባት እውን ዝተጋገዩ ሰባት ብምንዝርና ዝወደቑን ካልእን እንተ ደኣ ነይሮም እውን ነታ ሰበይቲ ከምቲ ዝግብኦ ማይ እንዳስተየ እንተ ደኣ እቲ ክኸውን ዘለዎ ነገር ኩሉ እቲ መጽሓፍ ቅዱስ ዝበሎ ነገር ኣብኣ ተፈጺሙ ወይ ኣብኡ ተፈጺሙ ንክልቲኦም ክግባእ ዝግብኦ እቲ ፍርዲ ይፈርድ ኣብኦም ከምኡ እንዳገበረ ብዙሕ ነገራት ይገብር ነይሩ መን እዚ ካህን ንኻህን ጸውዕዎ እዩ ዝብል ገለ ፍርዲ እንድሕር ኣድልዩ ምክንያቱ ካህን እዩ እንታይ ዝገብር ዝፈርድ ንኹሉ ነገር በቦትኡ ዘትሕዞ ገግቡኡ ድህቦ ካህን ድበሎ ወላ ሓደ ነገር ትገብሮን ትብሎን ነገር የለን እሱ ኻኣ ከም ፍቃድ ኣምላኽ ንኣምላኽ ጸዊዑ ኣብ ቅድሚ ኣምላኽ እዩ ድገብሮ የሱስ ክርስቶስ ጎይታ እዩ ንሕና ካብ ሓድሽ ኪዳን ካህናት ኢና ስለዚ እንታይ ኢና ፈረድቲ ኢና ስም እግዚኣብሔር ይባረኽ ስለዚ ፍርዲ ኻኣ ኣገልግሎትና እዩ የሱስ ክርስቶስ ጎይታ እዩ ፍርዲ ኣገልግሎትና እዩ፣ ክንፈርድ ኣለና። ማቴዎስ የሱስ ክርስቶስ ወይ ድማ ኣብ ካልእ ጥቕስታት ብዙሕ ክንርእየና መጽሓፍ ቅዱስ እንታይ ይብለና ኣብ ሓድሽ ኪዳን እንታይ ኢና ንፈርድ ወይ ድማ ከመይን እንታይን እንተ ኢልና ግን ኣብ ሓድሽ ኪዳን ኣብ ሰብ ኣይኮና ንፈርድ ኣብ ካልእ ኣይኮና ንፈርድ ኣምላኽ ፍረዱ ዝበለና ፍርዲ ዝተዋበና ኣይተቐየረን እንታይ ዳተይልና ኣብ ሓድሽ ኪዳን ግን ኣብ ርእሴኻ ኢኻ ክትፈርድ ኣምላኽ ዝደልየካ

ከዚ ኣብ ርእሲኡ እንድሕር ጎይታ ተቐቢሉሲ እንድሕር ደይፈርድ ኮይኑ ብ ርእሲኡ እንድሕር ደኣ ቐይዲ ከም ዘይብሉ ኮይኑ ድመላለስ ኮይኑ ኩሉ ሳዕ ምናልባት ከምቲ ዝበሎ እቲ ጥቕሲ ከምኡ ክኸውን ይኽእል እዩ። ስለዚ እንታይ ደኣ ተልና ኩሉ ሳዕ ኣብ ርእሴና ክንፈርድ ግን ጎይታ ይደልየና። ኣብ ርእሴና ክንፈርድ ኣብ ርእሴኻ ትፈርድ ባዕልኻ ትፈርድ ኣን ርእሴኻሲ እዚ ዝሓስቦ ዘለኹስ መንግስቲ ኣምላኽ ክእትወክን እዩ ነብሰይ ወላ የእትወክን እዩ እዚ ትብልዮ ዘለኺ ነብሰይ ትዛረብዮ ዘለኺ ከናፍረይሲ መንግስቲ ኣምላኽ ጽባሕ ንግሆ ከእትወኪ ክእል ድዩ ቅድሚ ኣምላኽ የኽብረኪ ድዩ ወላ ኣሕስረኪ ባዕላኻ ትፈርዳ እዚ ዝገብሮ ዘለኹሲ ጽባሕ ንጎስ ከመይ እዩ ቅድሚ ኣምላኽ መጎሰ ውህበኒ ዶ ኸውን ወላስ ናበይ ገጹ እየ ዝብለኒ ኸውን ባዕላኻ ትፈርዳ ንርእሲኻ ኣብ ርእሴና እንተ ዘይንፈርድ፣ ተንፈርድ ኔርናስ ኣይምተዀንናን ኔርና ኢሉ። ስለዚ፣ ክትኵነን ትኽእል ኢኻ፣ እንድሕር ዘይትፈርድ ኰንካ። ስለዚ ኵሉ ሳዕ ኣብ ርእሴና ክንፈርድ ከም ካህናት ኣምላኽ መጽሓፍ ቅዱስ ይነግረና። ኣብ ርእሴኻ ትፈርድ፣ ኵሉ ሳዕ ባዕልኻ ጃጅ ትገብር ንርእሴኻ። ካልእ ፈራዲ ትጽውዕ ኣላሊኻ ንርእሴኻ። ባዕልኻ ብቓል ኣምላኽ መሰረት ንርእሴኻ ትፈርድ። የሱስ ክርስቶስ ጎይታ እዩ ንምንታይ ምእንቲ ጽባሕ ንጎ ከይትኹነን መጽሓፍ ቅዱስ ልክዕ ከምቲ ዝብሎ ዘሎ ትጥቕሲ ምእንቲ ከይትኹነን ስለዚ ንርእሲ ካብ ባዕልኻ ትፈርዳ እዚ ሕማቕ ስለ ዝኾነ ናብ ሞት ዘብፅሕ ሓይጣት ስለ ዝኾነ ኖ ንዒ ነብሰይ ተመለሲ ትብላ ነፍሰይ ተመለሲ መገዲ ሓቅን ቅንዕናን እሕሸኪ መገዲ ፍቓድ ኣምላኽ እሕሸኪ መገዲ ጸሎት መገዲ ቃል ኣምላኽ መገዲ እታ ዕርይቲ ዝኾነት ምድምድቲ ዝኾነት ትኽ ዝበለት መገዲ በኣ ትሕሸኪ ነፍሰይ ከናፍረይ እዚ ደስ ኣየብልን'ዩ ኖዕ እንዳበልካ ባዕልኻ ትገትእ ርእስኻ ባዕልኻ ትፈርድ ርእስኻ ባዕልኻ ትሕዞ እንታይ እዩ መጽሓፍ ቅዱስና ንምዝራብ እንታይ ኩኑ ኢሉና? ደንጎይቲ ኩኑ፣ ንኹራ ኸኣ ደንጎይቲ ኩኑ፣ ንምስማዕ ግን እንታይ ኩኑ? ቅልጡፋት ኩኑ፣ ስምዑ ኢሉና። ንኹራን ንምዝራብ መልሲ ንምሃብን ግን ደንጎይቲ ኩኑ ኢሉና። ስለዚ ትፈርድ ባዕልኻ፣ ርእስኻ ትገትር፣ ጠጠው ተብል፣ ቅድም ርእስኻ ትፈርድ፣ ህድእ ትብል፣ ትዱንጊ፣ ቅድሚ ምኹራይካ ንሓውኻ ትኹርየሉ እውን ንምንታይ ኢኻ ትኹርየሉ? ክትባእሶ ኢልካ ዲኻ ወይ መን ከም ዝብርትዕ መን ሓቀኛ ከተፍልጥ ኢልካ ዲኻ ኣብ ኩራኹም ፀሓይ ኣዕረብኩም ኢልና ኮሪ ኣብ ኮሪ ምኹራይ ኣይኮነን እቲ ጌጋ ኣብ ኩራኹም ግን ፀሓይ ኣዕረብኩም ንምንታይ ኢኻ ትኹርየሉ ሓውኻ ምእንቲ ጌጋ ከም ዝገበረ ፈሊጡ ተረዲእዎስ ከም ዘኾርየካ ወይ ድማ ጌጋ ከም ዝገበረ ፈሊጡ ምእንቲ ክምለስ ኢኻ ትኹርየሉ ድኣ እምበር ምእንቲ ሶሪ ክምልክ ክብለካ ምእንቲ ክምርከኽ ኣብ እግርኻ ንስኻ ኸኣ ሶሪ ተባሂለ ክትብልን ወይ ካልእ መልክዓት ስለ ዘለዎ ኣይኮነን የሱስ ክርስቶስ ጎይታ እዩ ፀሓይ ኣይዕረብኩም ኢልና ስም እግዚኣብሔር ይባረኽ ስለዚ ንምንታይ ኻ እዚ ነገር ትገብር ርእስኻ ትገትእ ትሰምዕ ቀልጢፍካ ግን ንምዝራብ ደንጓይ ትኸውን ንኹራ ኸኒ ደንጓይ ትኸውን ኣብ ርእሴኻ ቅድም ስለ ትፈርድ ኢኻ ኣብ ርእሴኻ ቅድም ስለ ትፈርድ ደንጓይ ትኸውን ንመልሲ ንምሃብን ንምኹራይ የሱስ ክርስቶስ ጎይታ እዩ ኣብ ርእሲ ኩሉ ሳዕ ቅድሚ ናብ ሰብ ኢድካ ምውጥዋጥካ ኣብ ርእሴኻ ኸ ኢድካ ተዋጣውጥ ብሰማዕካ ሰሚዕካ ቅድም ንርእሴኻ ኢኻ ተዋጣውጠና የሱስ ጎይታ እዩ እስኪ የሱስ ዝበሎ ማቴዎስ ሸውዓተ ኸነንብቦ ብዝፈረድኩሞ ፍርዲ ክፍረደኩም እዩ ብዝሰፈርኩሞ መስፈሪ ክስፈረልኩም እዩ ከይፍረደኩም ኣይትፍረዱ ኣብ ዓይንኻ ዘሎ ጉንዲ ዘይፈለጥካስ ንምንታይ ኣብ ዓይኒ ሓውኻ ዘሎ በሰር ትርኢ ወይስ ከመይ ጌርካ ንሓውኻ ኣብ ዓይንኻ በሰር ከውፅኣልካ ሕደገኒ ትብሎ ንሆ ጉንዲ ኣብ ዓይንኻ ኣሎ ኣታ ግብዝ ቅድም ኣብ ዓይንኻ ጉንዲ ኣውፅእ ካብ ዓይንኻ ቅድም ጉንዲ ኣውፅእ ሽዑ ካብ ዓይኒ ሓውኻ በሰር ንምውፃእ ኣፀቢቕካ ትርኢ ኢሉ ኣፀቢቕካ ትርኢ ኢሉ ብጣዕሚ ዘገርም ኣብዚ ማቴዎስ ኢልዎ ዘሎሲ እንታይ ይመስለኩም ጉዲ ኣብዚ ከምዚ ገለ ከለካሲ ንሓውካ እንታይ ካትሪየሉ በሰር እታ በሰር ዝኸውፃሉ ትብል ኣብ ቅድሚኻ ከምታይ ዘሎ ንዓኻ በሰር ኣይኮነ ዘሎ ጉንዲ ኢልዎ ሕጂ ጉንዲ ከሎሲ ሰብ ከምኡ ክገብር ይኽእል እዩ ማለት እዩ ጉንድብ ዝኸለወስ ጉንድብ ዝኸለወሲ በሰር ከውፅእ ሃሰውሰው ክብል ይኽእል እዩ ማለት እዩ ከምኡ ዓይነት ላይፍ ከጋጥም ይኽእል እዩ ማለት እዩ ስለዚ እንታይ ኢሉ ጉንዲ ከምዚ ማውፅእ ኢሉ ጉንደ ካብ መውጻዮ ኣብ ሓውኻ ዘሎ መሰር ጽቡቅ ጌርካ ብዝፈረድካዮ ፍርዲ ክፍረደካ እዩሞ ኣይትፍረድ ኣይትፍረድ ምንቲ ከይፍረደካ ንዓኻ እንታይ ደኣ ግበር ኣብ ረሴኻ ግን ፍረድ ክትሰምዕ ከለኻ ቅድም ንርእሴኻ ፍረዳ ናይ ሰባት ትሰምዕ ከለኻ ዲኻ ናይ ርእሴኻ ዲኻ ናይ ካልእ እንጂ ዝኾነ ዝሰማዕካዮ ደንጎይ ትኹኑ ንኹራን ንምዝራብን ዝበለና ቅድም ኣብ ርእሴኻ ስለ ትፈርድ እዩ ኣብ ርእሴኻ ትፈርድ ሽዑ ኣብ ርእሴኻ ምስ ፈረድካ ንሓውካ ከም ምእንቲ ክምለስ ትኽሪ የሉ ኣብ ኩራኻ ግን ፀሓይ ኣይዓርበካን የሱስ ክርስቶስ ጎይታ እዩ ስም እግዚኣብሔር ይባላል ስለዚ ኣብ ሓድሽ ኪዳን ኣብ ርእሴና ኢና ንፈርድ ኣብ ካልእ ኣይኮና ንፈርድ ስም እግዚኣብሔር ይባላል ኣብ ርእሴና ፈሪድና ክንመላለስ ከለና ኢና ንኣምላኽ ባህ ነብሎ ንኣምላኽ ነኾርዮ፣ እነሆ ባህ ነብሎ፣ ደስ ነብሎ፣ ኣይነኾርዮን። ከምቲ ለምጺ ዘለዎ ኣብ ማእከል ህዝቢ እንተድኣ ቆይሙ ወይ ኣብ ቤት መቕደስ እንተድኣ ኣትዩ ንኣምላኽ ዘጉህዮን ዘኾርዮን ዝነበረ፣ ካህናት ብዘይ ምፍራዶም ነቲ ለምጺ ዘለዎ ወይ ድማ ነቲ በደል ዘለዎ ዝኹርየሎም ዝነበረ ጎይታ ሕጂ ከኣ ኣብ ርእሴና እንተዘይፈሪድና ጎይታ ንዓና ይኹርየልና እዩ ባህ ይብሎ እምበኣና ኩሉ ሳዕ ግን ኣብ ርእሴና ክንፈርድ የድልየና። ክርስቶስ ኣብዚ ቦታ እዩ እንተ ዝህሉስ ከምዚ ኣነ ዝብሎ ዘለኹ ምበለዶ? ክርስቶስ ኣብዚ ቦታ እዩ እንተ ዝህሉ ነይሩሲ ከምዚ ኣነ ዝሓስቦ ዘለኹስ ምሓሰበዶ? ክርስቶስ ኣብዚ ቦታ እዩ እንተ ዝህሉ ነይሩስ ከምዚ ኣነ ዝገብሮ ዘለኹስ ምገበረዶ? ኣነ ኸ ንመን እየ ተጸዊዐ? ንክርስቶስ ክመስል። ስለዚ ክርስቶስ እንድሕር ዳኣ ዘይገብሮ ኮይኑ እዚ ኣነ ኣብዚ ኣነ ዘለኹዎ ቦታ ኮይኑ እዚ ኣነ ዝገብሮ ዘለኹ ግብሪ እንድሕር ዘይገብሮ ኮይኑ ኣነ ክገብሮ ኣይግብኣንን እዩ። ንመን እየ ክመስል ተጸዊዐ? ንክርስቶስ የሱስ። ንመን እንድየ ክፈ ክመስል ተጸዊዐ? ንዕኡ እኮ እየ። የሱስ ጎይታ እዩ። ክርስቶስ ክሓስቦ ዘይግባእ እንተ ኮይኑ ኣይምሓሰቦን ነይሩ እንድሕር ኢለ ንዓይ ግምት ኮይነ ኣብዚ ቦታይ ኮይኑ ኣነ ኸኣ ክሓስቦ ኣይግብኣንን እዩ። ክርስቶስ ኣይምተዛረቦን ድብል እንተ ደኣ ኾይነ እዛ ኣነ ዝዛረቦ ዘለኹ ኣብዚ ቦታ እዚ ኮይነ ኣነ ኸኣ ክዛረቦ ይግብኣንን ዛስ ዋይ ናብ ርእሴና ንፈርድ ከምዚ እናገበርና ክንፈርድ ኩሉ ሳዕ መፅሓፍ ቅዱስ ይነግረና ኣብ ርእሴኻ ፍረድ እዩ ጉንዲ ውፅእ ቅድም ንርእሴኻ ፍረድ ነዳ ትፈርድ ኣሊኻ ግን ሰብ ኣይኮነን ዝፈ ኣምላኽ ክፈርደካ እዩ ኣብ ኢድ ኣምላኽ ምውዳቕ ከኣ ዘሰክሕ ኢልዎ ስለዚ ኩሉ ሰዓት እንታይ ኢና ንገብር ንርእሴና ኢና ንፈርድ ስም እግዚኣብሔር ይባረኽ የሱስ ክርስቶስ እንታይ ኢልዎ ነታ ሰበይቲ ምስ ዝመንዘረት ምሰምፅሉ ፈለጥ ሕግን ፈሪሳውያን ቅድም ኢሎም ሓይጣት ዘይብሉ እምኒ የውድቐላ ኢሉ የሱስ ክርስቶስ ጎይታ እዩ። መን ሓይጣት ዘይብሉ ቅድም እምኒ ውድቐላ ድሓር ከኒ ድሓር ዝኸውን ንሪኦ ኢሉ የሱስ ክርስቶስ ጎይታ እዩ። ግን ንሳቶም ኩላቶም ኢልና መጽሓፍ ቅዱስ ብሕልናኦም ተረቲዖም ብሕልናኦም ተረቲዖም መም- እምኖም ደርዶም መመገዶም ከዱ ኢልና የሱስ ክርስቶስ ጎይታ እዩ። የሱስ ክርስቶስ ጎይታ እዩ ስም እግዚኣብሔር ይባረክ የሱስ ኣገላጊልዋ ክብሪ ንኣምላኽ ይኹን ንሕና ጎይታ ኸ ሕጂ እውን ከምኡ እዩ ዝብለና ኣብ ዝኾነ ይኹን ነገር ክንፈርድ ኣእዳውና ክወናወ ከነዋጣውጥ ጎይታ ይደልየናን እዩ ኣብ ርእስኻ ፍረድ እዩ ዝብለና ጎይታ ሓደ ግዜ ሃዋርያት እንታይ ኢሎሞ እዚኦም ኣይቅበሉናን እዮም ዘለዉ ከምዝን ከምዝን ከዓ ገብሩ ኣለሞ ስለዚ እዚ ሓዉ ዶ ክንልእኽሙኒ ክንልቕ ምጾም ይገብሩ የሱስ ክርስቶስ ጎይታ እዩ የሱስ ሰንቢዱ ካበይ ናይ መንፈስ ምዃንኩም ሲ ኣይትፈልጡን ዲኹም ኢሎም ካበይ ናይ መንፈስ ምዃንኩም ኣይትፈልጡን ዲኹም ካብቲ መንፈስ ጥፋኣት ኣይኮንኩምን ካብ መንፈስ ህይወት ኢኹም ስም እግዚኣብሔር ይባረኽ ህይወት ንምሃብ ድኣ ትጓየዩ እምበር ንጥፍኣት ኣይኮንኩምን ትጓየዩ ስለዚ ንስኻትኩም ከምኡ ክትገብሩ ኣይግባእኩም እዩ ጲላጦስ ከኣስ ምስ ደሙ ሓዋዊስዎ ምስ ደሞም ሓዋዊስዎም ከምዚ ገይሩ ከኣ ገለ ኢሎሞ ንሳቶም ካባኹም ዝበዝሕ ሓይታት ዝገበሩ ዶ መስለኩም ኣሎ ኢሎም ንስኻትኩም ድማ እንተ ዘይተነሳሕኩም ከማታቶም ክትኮኑ ኢኹም ኢሎም እንተ ዘይተነሳሕኩም ከማታቶም ክትኮኑ ኢኹም ሓደ ሓውኻ ክፍተን ከሎ ብብዙሕ መከራታት ሽግራት ክሓልፍ ከሎ ብብዙሕ ነገር ክሓልፍ ከሎ ብማያት ክሓልፍ ከሎ ብሓዊ ባህርሃል ተሓዊ ክሓልፍ ከሎ ገለ መጽሓፍ ቅዱስና እንታይ ኢሉ ጸልዩ ስልዩ ኢልና ጸልዩ ደኣ እምበር ሳስ ኣይትግበር ኣይትተሓጎስ ጸላኢኻ ሕማቕ ተረኸበስ ኣይትግበር ኣይትተሓጎስ ዳዳ ተሓጒስካ ሲ ፅቡቅ ነገር ዳ ክዕጉሰካ ኣለዎ እምበር ወላ ፀላኢኻ ኹን ሕማቕ ብምርካቡ ክትሕጎስ ክትክእል የብልካ ብሕማቕ ኣይንሕጎስን ኢና ንሕና ብጽቡቕ ኢና ንሕጎስ። ዘሕጉሰና ንዓና ምድሓንን ጽቡቕን ሰናይን ተፈታውን ባህ ዘብልን ክቡርን ረዚንን ፍቓድ ኣምላኽ ዘበለ ህይወትን ምድሓንን እዩ ዘሕጉሰና። ጥፍኣት ኣይሕጉሰናን እዩ። ወላ ጸላይና ኹን ኣይሕጉሰናን እዩ። ብዘይካ ሰይጣን። ሰይጣን ኣብ ሲኦል ክንወርድ እንድርየና ቅልጥፍ ኢሉ። የሱስ ክርስቶስ ጎይታ እዩ። እንተ ካልእ ግን እንተ ካልእ ግን እንፈትዎን ባህ ዝብለናን ኣይንደልን ኢና። ምክንያቱ እሱ ጸላኢ ኣምላኽ እዩ። ኮነ ኢሉ ብገዛእ ርእሱ ምስ ኣምላኽ ተባኢሱ ሓንሳብን ንሓዋሩን ንካልኣይ ምድሓን ወይ ድማ ዕድል ኣፖርቹኒቲ ዘይብሉ ዝተዓጽወ ደገ እዩ ንዕኡ። የሱስ ክርስቶስ ጎይታ እዩ። እሱ እውን ኣይደልዮን እዩ ብቐደሙ። የሱስ ክርስቶስ ጎይታ እዩ። ስለዚ ንኻልእ ግና ንኻልእ ግና ንኻልእ ግና ን- ንሕጎሰሉ ብሕማቕ የብልና ንሕጎሰሉ የብልናን። ንኹሉ ብጽቡቕ ኢና ንሕጎስ ባህ ዝብለና። ከምኡ እዩ መጽሓፍ ቅዱስ ምሂርና። ኣብ ርእሴና ኢና እንዳፈረድና ኩሉ ሳዕ ንኸይድ። ቀዳማይ ቆሮንቶስ ሽዱሽተ ካልኣይ ፍርዲ ንፈርዶ እውን ኣሎ። እዚ እቲ ቀዳማይ ኮይኑ ድሕሪኡ ድማ ኣብ ዓለምን መላእኽትን ኣብ ንሓድሕድኩምን እንዳበለ ይዛረብ ቀዳማይ ቆሮንቶስ ምዕራፍ ሽዱሽተ ካብ ጥቕሲ ሓደ ከም ካህናት ኣምላኽ ይዝዕዩና እዩ ሓደ ካባኻትኩም ምስ ብጻዩ ነገር እንተሃለዎ ኣብ ቅድሚ እቶም ቅዱሳን ዘይኮነስ ኣብ ቅድሚ እቶም ዓመፅቲ ዶ ክፈራረድ ይደፍር እዩ ወይስ እቶም ቅዱሳን ንዓለም ከም ዝፈርዳዶ ኣይትፈልጡን ኢኹም ዓለም ብኣኻትኩም ትፍረድ ካብ ትፍረድ ደኣ ነቲ ንኣሽቱ ነገር ፈረድቲ ንምዃን ዶ ኣይትበቕዑን ኢኹም? ንመላእኽቲ ከም እንፈርዶም ዶ ኣይትፈልጡን ኢኹም? ከመይ ግዳ ነቲ ነገር እዛ ዓለም እዚኣ ዘይንፈርዶ? እምበኣርከ ንነገር እዛ ዓለም እዚኣ ዝፈርድ እንተ ኣሎኮ ኣሎኩም ነቶም ንዕቓት ኣብ ማሕበር ዶ ፈረድቲ ንገብሮም ትገብርዎም ኢኹም እንዳበለ ይዛረብ። ሕጂ እንታይ ዝብል ዘሎ ኣብ ቤት ኣምላኽ ፍርዲ ዘድልዮ ጉዳይ እንተ ተፈጢሩሲ ፍርዲ ገለ ክነምፅሲ ፍርድና ሓቁ ክፈልጥሲ ናብ ዓለም ኣይንኸይድ ኒና ከምኡ ከይትገብሩ ንዕኦም ንዓና መምሃሪና ንዕኦም ድማ ይዛረቦም ከም ትገብሩ ኣለኹም እንዳበለ ገንሖም ኣሕፍሮም እዩ ዘሎ ኢየሱስ ክርስቶስ ጎይታ እዩ ሕጂ ናብ ዓለም ኣይንኸይድና እንታይ ንገብር ኣብ ማእከልና ዘድልዮ ፍርዲ ባዕልና ኢና እንታይ ንገብር ብማሕበር ደረጃ ከም ፍቃድ ኣምላኽ ብመንፈስ ኣምላኽን ብቃል ኣምላኽን ፍርዱ ንህቦ የሱስ ክርስቶስ ጎይታ እዩ እዚ ዝተማሃርናዮ ስለ ዝኾና ሓደ ግዜ ፓስተር ዲሲፕሊን ኢሉ ጽቡቅ ገይሩ ዝመሃሮ ስለ ዝኾነ ብዙሕ ጥልቅ ኢለ ኣይከኣትዎን እየ ከምኡ ውን ንዓለምን ንመላእኽትን ከም ንፈርዶም ዶ ኣይትፈልጡን ኢኹም ኢልና ሕጂ ንዓለም ክብል ከሎ ጽባሕ ንግሆ ማለት እዩ ጽባሕ ንግሆ ሽሕ ዓመት ክንነግስ ኢና ሽሕ ዓመት ክንነግስ ኢና፣ ሽዑ ኸኣ እንታይ ክንገብር ኢና? ንዅሉ ፈፍርዱ ክንህብ ኢና። የሱስ ክርስቶስ ጐይታ እዩ። ምስ ጐይታ ክንነግስ ኢና፣ ምስ ጐይታ ኸቢርና ነጊስና ድማ ንዅሉ ኸኣ ፈፍርዱ ክንህቦ ኢና። ስም እግዚኣብሄር ይባረኽ። እዚ ድማ እንታይ እዩ ዘርኢ ዘሎ እንተ ኢልና፣ እቲ ፖዚሽንና እዩ ዘርኢ ዘሎ። ወይ ድማ መጽሓፍ ቅዱስ እንታይ ኢልና፣ ምስ ክርስቶስ ተንሲእኩም ኢኹም፣ ኣብ የማን ኣምላኽ ድማ እንታይ ኰይንና ኣለና ኢልና፣ ተቐሚጥና ኣለና ኢልና። ጅብ የማን ኣምላኽ ምስ ክርስቶስ ተቐሚጥና ኣለና። እቲ ስልጣንና እዩ ዘመልክት ዘሎ። ስም እግዚኣብሄር ይባረኽ። ነቶም ርኹሳት መናፍስቲ ሰይጣን እውን ንዖምካ እንታይ ንገብሮም ኢና? ንፈርዶም። ስም እግዚኣብሔር ይባረኽ። ክእሰር ዝግብኦ ንኣስሮ፣ ክወድቕ ዝግብኦ ነውድቖ፣ ክፈርስ ዝግብኦ ኸዓ ነፍርሶ። ስም እግዚኣብሔር ይባረኽ። ንሳቶም ኣብ ትሕቴና እዮም። ክብሪ ንኣምላኽ ይኹን። ንዕኦም ክንፈርዶም ድማ ብኢድና ተዋሂብና እዩ። ስልጣን ንዓና ተዋሂብና እዩ። ተመንን ዕንቅርቢትን ኩሉ ሓይሊ ጸልማት ክትረግጹ ስልጣን ሂበኩም ኣለኹ፣ ዝጎድኣኩም ድማ የለን ኢልና። ዝጎዳኣና የለን ኣብ ልዕሊ ኩሉ ስልጣን ተዋሂብና እዩ ስም እግዚኣብሔር ይባረክ እዚ ብዛዕባ እዚ ኮነን እቲ ፍርዲ ክቸዋሊ ግን ነዚ ነገር እውን ንፈርድ ኢና ክብሪ ንኣምላኽ ይኹን እቲ ቀዳማይ ነገር ግን ናብኡ ክምለስ ናብቲ ቀዳማይ መፅሓፍ ቅዱስ ኣስፊሑ ዝምህሮን ዝደልዮን ነገር ግን እንታይ እንተልና ኣብ ርእሴና እንተንፈርድ ኔርና ኣይምተኾነናን ኔርና ኢሉ ስለዚ ኣብ ርእሴና ኢና ንፈርድ ኣብ ርእሴና ኢና ንፈርድ የሱስ ኣብ ርእሴኻ ፍረድ እዩ ትብለና ኣብ ርእሴና እንዳፈረድና ክንመላለስ ከለና ኢና ንጎይታ ነሐጉሶን ባህ ነብሎን። ሻውዓይ መወዳእታ ክጠቕሳ እዛ ሰዓት ከምታ ናይ ብቐዳማይ ጠጠው ይብል ነይረን የሱስ ክርስቶስ ጎይታይ ታቦት ሻውዓይ ድማ ታቦት ይፀሩን ኣብ ቅድስተ ኣትዮም ድማ የገልግሉ ታቦት ይጾሩን ኣብ ቅድስቲ ኣትዮም ድማ እንታይ ይገብሩ የገልግሉ ክብሪ ንኣምላኽ ይኹን እዚ ሻውዓይ ኣገልግሎቶም እዩ ብዝተኻለ መጠን ኣብዘን ሸውዓተ እዚኣተን ይጥርነፋ ኢለ ስለ ዝገመትክወን እየ ንኩሉ ነገር ኣብዘን ሸውዓተ ክጠቀስ ፈትየ የሱስ ክርስቶስ ጎይታ እዩ ታቦት ይጾሩን ፕላስ ድማኒ ኣብ ቅድስተ ኣትዮም ድማ የገልግሉ ቅድስተ ቅዱሳን ኣይበልኩን ኣብ ቅድስተ ኣትዮም ግን የገልግሉ ኣብ ቅድስተ ቅዱሳን ሊቀ ካህን ኣብ ዓመት ሓደ ግዜ ዝኣቱ ብዛዕባ እዚ ነገር እዚ ንፈልጥ ኢና ኣብ ቅድስቲ ኣትዮም ድማ የገልግሉ ክብሪ ንኣምላኽ ይኹን ኣብ ቅድስቲ ኣቲኻ ምግልጋል ንማንም ሰብ ዝምልከት ኣይኮነን ንመን ደኣ ንኻህናት ጥራሕ ዝምልከት ነገር እዩ ንኻህናት ጥራሕ ብሉይ ኪዳን ሓደ ንጉስ ሓደ ግዜ እንታይ ገይሩ መስለኩም ኣገልግሎት ማለት እስራኤላውያን ይርድኦም ኢና ኣምላኽ ምግልጋል ማለት ይርድኦም እዩ ስም እግዚኣብሔር ይባረኽ ንኣምላኽ ምግልጋል ማለት ንዓኻ ተትርፎ ነገር ዓቢ ብዙሕ ነገር ከም ዘለካ ፈልጡ እዮም ስለዚ ንኣምላኽ ምግልጋል ብጣዕሚ እዮም ዝደልይዎ ብጣዕሚ እዩ ባህ ዝብሎም መንፈስ ኣምላኽ ክወርዶም ብመንፈስ ኣምላኽ ክፍስሁ ብመንፈስ ኣምላኽ ክኣትዉን ክወጹን ኣምላኽ ክዛረቦም ንህዝቢ ኣምላኽ ክመርሑ ዓስቢ ድማ ጽባሕ ንጎ ኣብ ቅድሚ ኣምላኽ ዓብዪ ክኾነሎም ዓስቦም ኣብ ቅድሚ ኣምላኽ እዚ ነገራት እዚ ዝርድኡን ዝፈልጡን ሰባት እዮም ስለዚ ሓደ ንጉስ ሓደ ግዜ እንታይ ገይሩ መሳፍንቲ መስለኩም እግዚኣብሔር ባሪኽዎ ንጉስ ኮይኑ ንግስነቱ ኩሉ ምስ ጸበቐሉ መጽሓፍ ቅዱስ እንታይ ይብለና ብኩሉ ነገር ምስ መቸኦ ምስ ጸበቐሉ ልቡ ድማ ንጥፋት ተዓበየሉ እሞ ናብ ምንታይ ኣተወ ኢልና ናብ መቕደስ እንታይ ክገብር ክዓጥን ክስውእን ኣምላኽ ኢሉስ ኣትዩ ካህን ግን ኣይኮነን ግን በቃ ከምቲ ዝበልኩኹም ንኣምላኽ ምግልጋል ደስ ስለ ዝብሎ ስለ ዝፈትውዎ በቃ ካህን ኣይኮነን ግን ብኹሉ ነገር ኣምላኽ ምስ ኣመቸኣሉ ምስ ኣጸበቐሉ ምስ ባረኾ ብኹሉ ነገር ምስ ጠዓሞስ ኣትዩ ንኣምላኽ ከገልግሎ ኸዓ ዘይግብኡ ነገር መስመር ስሒቱ መስመር ስሒቱ ዘይግብኦ ነገር ክገብር ኣትዩ ሕዚ እግዚኣብሔር እንታይ ገበሮ ብለና ቀዘፎ ኢልና ኣይሚን ሶሪ ብለምፂ ወቕዖ ኢልና ብለምፂ ወቕዕዎ ለምፂ ሒዙ ከዓ ወፂኡ እዚ እግዚኣብሔር ባህ ኣይበሎም ንምንታይ ንሱ ከዓ ትግብኦን እዩ ኣብ ቅድስተ ኣቲኻ ምግልጋል ናይ ካህናት ዕዮ ድኣ እምበር ናይ ነገስታት ዕዮ ኣይኮነን ናይ ካልእ ማንም ዕዮ ኣይኮነን ናይ ካህናት እዩ ስለዚ ነጎስኩን መንፈስ ኣምላኽ እውረድካ ቅብኣት ኣምላኽ እብዝሓልካ ጸጋ ኣምላኽ እብዝሓልካ ዝኾነ ይኹን ነገር ክትኣትዋ ይፍቀደካ እዩ ካህን እንተዘይኮንካ ናይ ከህንነት ነገር እንተዘይ ተቐቢልካ ካብ ኣምላኽ ናይ ቅብኣት ከህንነት ኣብ ርእሲኻ እንተዘይብልካ ናብ ቅድስተ ኣቲኻ ኣብ ቅድስተ ዝግበር ኣገልግሎታት ወላ ሓንቲ ነገር ክትዓጥንን ከተገልግልን ኣይግባኣካን እዩ የሱስ ክርስቶስ ጎይታ እዩ ኣብ ቅድስተ ኣቲና ናይ ምግልጋል ዕድል ግን ንዓና ተዋሂቡና ኣሎ ብሩኻት እዚ ብዙሓት ዝፀምዎን ዝቐንእዎን ዝነበሩ ገሊኦም በቃ ብድፍረት ኣትየምሎም ፀምሒዞም ዝወፅሉ ዝነበሩ ንዓና ግን ሃሌሉያ እረ ኣብታ ኮፒ ከማን ኣይኮነን ኣብዛ ኮፒ ዘይኮነስ ኣበይ ድኣ ኣብታ ኦሪጂናል ዝኾነት ኣብታ ሰማያዊት እንታይ ኢልና ዮርሳሌም ኣባይ ኹም ዝበጻሕኩም ኢልና ናብይ ናበጽሕና ዘለና ንሙሴ እንታይ ኢልዎ ከምታ ኣብ ከረን ዝረኣኻያ ከማ ጌርካ ስራሕ ኢልዎ ስለዚ ኮፒ እዩ ሰሪሑ ኮቦ ክሰርሕ ከሎ ኣብ ዓኻታ ኮይኑ ነይሩ ኣብቲ ከረን ዝነድድ ሓዊ ነይሩ ብዙሕ ተኣምራት ነይሩ ብዙሕ ፈጥፈጥ ዘብል ወላ ሓደ ክቐርብ ኣይከኣለን ስለዚ ንሙሴ እንታይ ኢሎሞ ከይድካ ተዛረበልና ንሕና ካብዚ ኮይና ክንሰምዕን እዝን ካልእን ዝበልዎ ሲ ንስኻትኩም እንታይ ኢልና ሓድሽ ኪዳን ኣብዚ ኣይኮንኩምን በፂዕኩም ዘለኹም ኢልና ኣበይ ዳልና በፂዕና ዘለና ሃለሉያ ስም እግዚኣብሔር ይባረክ። እ፣ ዝነድድ ሓዊ ባግባግ ዝብል በቃ ጸሊም ደበና ሓዊ ወሪዱ ሰብ ፈትፈት ዘብል ድምፂ ኣምላኽ ወሪዱ ክብሪ ኣምላኽ ተገሊጹ ከምኡ ዝበለ ተራዩ ዘይፈልጥ ነገር ኩሎም ህዝቢ ራዕራዕ ኢሎም ክንደይ ክብሪ ኣምላኽ ዝረኣዩ ነዚ ግን ደፊሮም ክርእይዎ ዘይከኣሉ መጽሓፍ ቅዱስ እንታይ ኢልና ሓድሽ ኪዳን ኣብዚ ኮንኩምን በጺሕኩም ዘለኹም ኢልና ሃሌሉያ ሃሌሉያ ሃሌሉያ ኣብዚ ኮንኩምን በጺሕኩም ዘለኹም ኣበይ ዳርኩም በጺሕኩም ዘለኹም ኣብታ ሰማያዊት የሩሳሌም ኣብ ጽዮን ከረን ኣምላኽ ኣብቶም ኣሸሓ ኣእላፍ መላእኽቲ ቅዱሳን ጻድቃናት ዘለውዎ ኣብታ ሰማያዊት ሃባ ኣብታ ኦርጅናል ኣብታ ኦርጅናል ኣብታ ኦርጅናል ኢኹም በፂሕኩም ዘለኹም ኢሉና ሃለሉያ ክዳንኩም ደሎ ብሩኻት እስኪ ሻወት ንጎይታ ሃሌሉያ ሃሌሉያ ሃሌሉያ ሃሌሉያ ስም እግዚኣብሔር ይባረኽ ክብሪ ንኣምላኽ ይኹን ኣብታ ሰማያዊት የሩሳሌም ኣባይኹም በፂሕኩም ዘለኹም ኢልና ኣዉ ኣቲና በቃ ኣብታ ኦርጅናል ድኾነት ዝበልጽ ኣገልግሎት እዩ ዘለና ኣገልግሎት ሓድሽ ኪዳን ዝበልጽ ኣገልግሎት ዝጥዕም ዝበልጽ ዝሓይሽ ኣገልግሎት እዩ ዘለና እዚ እዩ ተዋሂብና ዘሎ ስለዚ መጽሓፍ ቅዱስ እንታይ ኢልና ዕብራውያን ዓሰርተ ዓሰርተ ትሽዓተ ክሳብ ዕስራ የሱስ ክርስቶስ ጎይታ እዩ ሕጂ ኣብዚ ኢኹም እንታይ ጌርኩም ዘለኹም ኢልና በጺሕኩም ዘለኹም ኢልና የሱስ ክርስቶስ ጎይታ እዩ ስለዚ ኣብታ ኦርጅናል ድኾነት ኢና በጺሕና ዘለና ኣብታ ኦርጅናል ድኾነት በጺሕና ኣለና ስለዚ ኣብታ ሰማያዊት የሩሳሌም ኣባይኩም እንታይ ገርኩም ደለኹም ኢልና በጺሕኩም ዘለኹም ኣብታ ኦሪጂናል ዝኾነት ዝሓይሽ ዝበልጽ ኣገልግሎት እዩ ዘለና ኣገልግሎት ክህነት ኣገልግሎት ክህነት ሓድሽ ኪዳን ዝበልጽ ኣገልግሎት እዩ ዘለና መጽሓፍ ቅዱስ ኣብዚ ኮንኩምን በጺሕኩም ዘለኹም ኢልና ኣበይዳ ኣበይ ደኣ ኣብታ ሰማያዊት የሩሳሌም ኣብታ ኦርጅናል ዝኾነ ኣብዚ ኣቲኹም ኢኹም ተገልግሉ ዘለኹም እዚ ዓይነት ክብሪ ይኹም ንዓኻትኩም ተኸፊትልኩም ዘሎ እዚ ዓይነት ጸጋ ታቦት ጸይሮም ይኸዱ ነይሮም ካነ ኣብ ነቲ እንታይ ዝበሃል ነቲ ሩባ ዮርዳኖስ ጠጠው ከብልዎ ከለዉ ነቲ ታቦት ተሰኪሞሞ ኸዱ ነይሮም ነቲ ታቦት ተሰኪሞሞ ክኸዱ ከለዉ ኣብቲ ኣብ መንጎ ታቦትን ኣብ መንጎ እቲ ህዝብን ጋብ ክህሉ እግዚኣብሔር ኣዚዙ ናይ ሰለስተ ማይል ዝኣክል ርሕቀት ዘለዎ ምፍልላይ ይሃሉ ኢሉ ክንዲዚ ዓይነት ምፍልላይ ሃልዩ እቶም ታቦት ዝፀሩ ካህናት ቅድም ንሳቶም ነቲ ሩባ እንታይ ግበርዎ ኢሉ ይተንክይዎ ስም እግዚኣብሔር ይባረኽ እሶም ምስ ተንከይዎ ካ ጠጠው ክብል ይሽዑ ህዝቢ ሓልፍ ክብርን ኣምላኽ ይኹን እቲ ታቦት ግን ወላ ክቐርብዎ ከማነይ ካልኦት ኣይተፈቕዶምን ክቐርብዎ ከማን ኣይተፈቕዶምን። ሓደ ግዜ እንታይ ገይሩ ታቦት ኣምላኽ ምስ ኣተወ ንዑዝያ እንዳጎየ ኸይዱ ክድግፎ ኢሉስ እዳው ወጣዊቱ ምላካ እንታይ ገይሩ ቀዚዎ የሱስ ክርስቶስ ጎይታ እዩ ጀሱ እልካ ትንክፍ ኣይተብሎን ኢኻ ሓደ ግዜ ኸ እንታይ ገይሮም ኢልና መፅሓፍ ቅዱስ ሚእትን ዕስራን ዝኾነ ከባቢ ድዩ ሓቀይ ብሓንሳብ ድማ ቁሊሕሎም ናብቲ ታቦት ገጾም ስለ ዝጠመቱሲ፣ ናብቲ ቅድስተ ቅዱሳን ኣቢሎም ስለ ዝጠመቱ፣ ናብቲ ታቦትሲ ተቐዝፉ ኢሉና። ቁሊሕሎም ስለ ዝጠመቱ ወላ ክትሪኦ እውን ኣይፍቀድን። ክብሪ ኣምላኽ ዘለዎ ሓይሊ ኣምላኽ ዘለዎ ፍሉይ ነገር እዩ። ንሕና ግና ኣብዛ ሃሌሉያ ስም እግዚኣብሔር ይባረኽ ንስኻትኩም ቤተ መቕደስ ኣምላኽ ኢኹም ኢልና ቤተ መቕደስ ኣምላኽ ንስኻትኩም ታቦት ኣምላኽ ዘለኩም፣ ክብሪ ኣምላኽ ዘለኩም፣ ምስክር ኣምላኽ ዘለኩም፣ ሓይሊ ኣምላኽ ዘለኩም ንስኻትኩም ኢኹም ኢልና። ታቦት ኣምላኽ ጼርኩም ዘለኹም ንስኻትኩም ኢኹም ኢልና። ምስክር ኣምላኽ ንሕና ኢና ሕጂ ክብሪ ኣምላኽ ሒዝና ዘለና ንሕና ኢና። ክብሪ ኣምላኽ ንዓና እዩ ተዋሂቡ፣ ሓይሊ ኣምላኽ ንዓና እዩ ተዋሂቡ ዘሎ ኣባና እዩ ዘሎ ብሩኻት። ታቦት ማለት እቲ ዕንጨይቲ ማለት ኣይኮነን። እቲ ዕንጨይቲ ግን እቲ ዕንጨይቲ ኣይኮነን መልእኽቱ የሱስ ክርስቶስ ጎይታ እዩ ነቲ ዕንጨይቲ እሞ መሓዙን ዕንጨይቲ ናብ ብዙሕ ዕንጨይቲ እንዲ ዘሎ ኣብኡ ግን ኣሎ ክብሪ ኣምላኽ ኣብኡ ግን ኣሎ ሓይሊ ኣምላኽ ኣብኡ ግን ኣሎ ምስክር ኣምላኽ ስም እግዚኣብሔር ይባላኽ እዚ ንዚ እዩ እዚ እንደላ እዚ እቲ ንዓነ ታቦት ፍልይ ዘብሎ ነገር ኣባና ሓይሊ ኣምላኽ ኣሎ። ኣባና ምስክር ኣምላኽ ኣሎ። ኣባና ክብሪ ኣምላኽ ኣሎ። ክብሪ ኣምላኽ ጼርና ኢና ንመላለስ ዘለና። ሓይሊ ኣምላኽ ምስክር ኣምላኽ ጼርና ኢና ንመላለስ ዘለና። ስም እግዚኣብሔር ይባረኽ። ስለዚ ታቦት ኣምላኽ ኣብ ውሽጥና ኣሎ። ንሕና ኢና ቤተ መቕደስ ኣምላኽ። ንሕና ኢና ተሰኪምናያ ንመላለስ ንኣትው ንወፅን ናብታ ሰማያት የሩሳሌም ንዓና ተገቢእና ዘሎ እዚ ዓይነት ኣገልግሎት ክንደይ ተማህሊሎም ዘይረኸብዎ ክንደይ ክንደይ ክንደይ ተመንዮም ጥራሕ ዝሓለፍዎ ንዓና ግን ተዋሂብና ኣሎ ንዓና ግን እዚ ደገ እዚ ተኸፊትልና ኣሎ ስም እግዚኣብሔር ይባረኽ እዚ ንዓኻ ይበሎ ነት ብጎንኹም ደሎ ስም እግዚኣብሔር ይባረኽ እዚ እዚ ንዓና ምዃኑ ፈሊጥና ብሩኻት በዚ ክንኣትውን ክንወፅን በዚ ክናነቃቃሕ ንግባኣና ክብሪ እታ ሰማያዊት የሩሳሌም ከነውርድ ይግባኣና ክብሪ እታ ሰማያዊት ዝኾነት የሩሳሌም ሙሴ ርኢኹሞ ናይታ ኮፒ ዝኾነትሲ ከመይ ነገር ኣውሪዱ ከመይ ነገር ኣብ ዘመኑ ሕሊፉ ንያሱ ከማን ሕሉፍ ሓሊፎም እንታይ ኢሎሞ ከምቲ ኣምላኽ ምስ ሙሴ ዝነበረ ከምኡ ድማ ምሳኻ እንተ ደኣ ሃሊስ ኢሎሞ ስም እግዚኣብሔር ይባረኽ ከመይ ክብሪ ኣምላኽ ገሊጹ ሓሊፉ ሙሴ እሞ ንሕና ከመይ ደኣ ክንገልጽ ግባኣና ከመይ እዩ ደገ ተኸፊትልና ደሎ ከመይ እዩ ጸጋ ኣምላኽ ተዋሂብና ደሎ የሱስ ክርስቶስ ጎይታ እዩ ኣብ ዝሓይሽ ኪዳን ኢና ዘለና ስለዚ ኣብታ ሰማያት የሩሳሌም ኢና በጺሕና ዘለና ታቦት ኣምላኽ ንዓና ፍሪ ተዋሂብና እዩ ከይፈለጥና ከለና ስም እግዚኣብሔር ይባረኽ እዚ ኣባና ስለ ዘሎ በዚ ሓይሊ እዚ በዚ ምስክርን ክብርን ከነገልግልን ክንኣትውን ክንወፅን ክንነብር ንኣምላኽ ኣኽቢርና ክንሓልፍ ንኽእል ኢና ስም እግዚኣብሔር ይባረኽ ክብሪ ንኣምላኽ ይኹን ካብ ዘለና የተሲና ንጎይታ ክብሪ ክንህብ ኢና ሃሌሉያ